ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግስየ ሎሚ ኸኣ ብኻልእ ትምህርቲ ብኻልእ ስራሕ መጺኤኩም ኣለኹ ናይ ሎማዓንቲ ሓንቲ ኣፕሊኬሽን እየ ከላልየኩም እታ ኣፕሊኬሽን እንታይ እያ ሓደ ዓርከይ ኣብ ሞባይልና ንጥቀመሉ ኣፕሊኬሽን እዩ ኣብዚ ዓድስ እቲ ናይ ቴሌፎን ኢንታ ሽሙ ኣውቶ ጅሮ በቃ ካብ ባንክ እዮም ዝወስዱ ቀጥታ ወርሒ ምስ ኣኸለ ካብ ባንክ እዮም ዝወስዱ ሕጂ ንደገ ናብ ካልእ ሃገር ደዊልካ ኢሎምሲ ካብቲ ክኸፍሎ ድግብኣኒ ንላዕሊ ኣኽፊሎምኒ ወረቀት ሂቦምኒ ግን ኣይኣመንክዎምን ብኻልእ መንገድስ ብምንታይ ክፈልጥ ይኽእል ኢልኒ ሓንቲ ኣፕሊኬሽን ኣላ ንኻልኦት ውን ከምኡ ዓይነት ዝኣሽሙ ሽግር ዘጋጠመኩም ድሕር ኣለኩም ትጠቅም እያ ኢለየ እታ ኣፕሊኬሽን ከመይ ጌርካ ከም ትሰርሕ ከርእየኩም እየ ናይ ሕጂ ጥራይ ዘይኮነ ኣነ እዛ ቴሌፎን እዚኣ ከርእየኩም እየ እዛ ቴሌፎን እዚኣ ምሳይ ናብ ሰለስተ ሃገር ከይዳ እያ ኣብ ኡጋንዳ እያ ገዚኤያ ናብ ኤርትራ ከይደ ነይረ ኣብ ኤርትራ ተጠቂመላ እየ ሕጂ ኣብ ስዊድን ኣለኹ ኣብ ስዊድን ከኣ ካልእ ሲም ካርድ ይጥቀም ብሓፈሻ ሰለስተ ሲም ካርድ ተጠቂመ ማለት እዩ ኣብ ናይ ኡጋንዳ ናይ ግን ጠቅላላ ዝደወልክዎ ኣብዚ ተሰኒድሉ ኣብዚ ኣሎ ሚስ ኮል ዝተገብረለይ፣ ሜስ ኤስኤምኤስ ሜሴጅ ዝተጸሓሓፍክዎ ብሙሉኡ ኣብዚ ኣሎ፣ ዝጠፍኣኒ ቁጽሪ ንባዕሉ ኣብዚ ኣሎ። ከመይ ጌርኩም ትረኽብዎ፣ ከመይ ጌርኩም ናብ መን ሰዓት ክንደይ ደዊልኩም፣ ክንደይ ደቕቕ ደዊልኩም፣ ከመይ ጌርኩም ቼክ ትገብሩ ከርእየኩም እየ። ሎ ዘረባ ከየንውሓልኩም ቀጥታ ናብቲ ትምህርቲ፣ ቅድሚ ናብቲ ትምህርቲ ምኻድና ግን፣ ነዛ ቻነል እዚኣ ሓደሽቲ ዝኮንኩም ሰባት ሳብስክራይብ እንዳገበርኩም ቤተሰብ ናይዚ ቻነል ክትኮኑ ብትሕትና እሓተኩም ሓውኩም መንግሰ ብሩክ መዓልቲ ወድሓንኩም። ሰላም ሰላም ዝኸበርኩም ኣሕዋት ከመይ ትኾኑ ከምቲ ኣቐዲመ ዝሓበርኩኹም እታ ኣፕሊኬሽን እዚኣ እዚኣ ኣብዚኣ ቅድሚት ዘላ ትሪእዋ ኣለኹም እዛ ዘንቀሳቐሳ ዘለኹ ኢቱ ፒዲኤፍ ባክኣፕ ኤንድ ሪስቶር እያ ትብል እዚኣ ኣብ ፕሌይ ስቶር ኣላትኩም ኣብ ፕሌይ ስቶር ኣቲና ኢና ዳውንሎድ ንገብር ከመይ ጌርና ዳውንሎድ ከም ንገብር ከርእየኩም እየ ኢ ቱ ናይ ኣለኩም ኣብዚኣ ቀዳመይቲ እያ ትመጻልኩም ትሪእዋ ኣለኹም ኣነ ዳውንሎድ ስለ ዝገበርክዎ ሕጂ ኦፐን እየ ድብሎ ንዓኹም ዳውንሎድ ድብል እዩ ድመጻልኩም ዳውንሎድ ትገብርዎ ኣራይ ኦፐን ክብሎ እየ ኦፐን ምስ በልክዎ እዚ ደሓን ኣየድልየንን እዩ ክልተ ይቕሬታ ኣድቨርታይዝ ኢዚ ኣብዚ ላዕለዋይ ትሪእዎ ኣለኹም ብሰማያዊ ክሊክ ቱ ኮንቲንዩ ዝብል ዘሎ ኣብ ታሕተዋይ ከዓ ከምኡ ንሕና እታ ላዕለወይቲ ዘይኮነት ታሕተወይቲ እያ ተድልየና ታሕተወይቲ ክሊክ ቱ ኮንቲንዩ ትብል ዘላ ኣብኣ ንትንክፍ ሕጂ ርኣይዎ ሕጂ ከምዚ ትሪእዎ ዘለኹም ብኤስኤምኤስ ድዩ ጀነራል ኮ ሎጎ ድዩ ኮንታክት ድዩ ኤስኤምኤስ ተይለዮ ርኣይዎ ከምዚ ገይሩ እቶም ዝተፀሓሓፍክዎም ሰባት ብምሉኦም የምፅኣለይ ብፒዲኤፍ ግበረለይ ተይለዮ ብፒዲኤፍ ከቐምጠለይ ይኽእል እዩ ሕጂ ግን ኣነ ኣይደልየን እየ እዚ ንዓኹም ከርእየኩም ስለ ዝኾንኩ ጀነራል ኮ ሎጎ ንኣለኩም ረኣይዎ ብምንታይ እዩ ሕጂ ኣብዚ የምርፀኒ ኣሎ ኣርባዕተ ምርጫ ኣለኒ ኦንሊ ሚስ ኮል ክብሉ እዮም ኦንሊ ሚስ ኮል ሕጂ ኣብዚ እንታይ ክትገብሩ ኣለኩም ኦንሊ ሚስ ኮል ኢለ ኣነ ኦንሊ ሚስ ኮል ኣብዚኣ ዝኾነ ሽም ትፅሕፉላ ኣነ ናተይ ናተይ ሽም ክጽሕፈላ እየ መንግስ ሓደ ገይረ ኣለኹ ዓራይ ድሕሪኡ ኔክስት ኢለ ኣብዚ ትሪእዎ ኣለኹም ኤክስፖርት ቱ ፒዲኤፍ ይብላ ኣሎ ኤክስፖርት ቱ ፒዲኤፍ ኣብ ታሕቲ ኤክስፖርት ንብሎ ራይዎ እዚ ብምሉኡ ኣድቨርታይዝ መፃ ኣሎ እዚ ብምሉኡ ሚስ ኮል ዝተገብረለ እዩ ኣብ ዝተፈላለየ ግዜ ማለት እዩ ኣብ ከባቢ ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ፊልዮ ተኣሽሙ ገይሩሉ ኣሎ እዚ ከምዚ ትሪእዎ ዘለኹም ኣብዚ ቅድሚት ኣሽማት ወይ ከኣኒ እቲ ቁጽሪ ቴሌፎን ይመጻልኩም ኣብዚኣ ከኣኒ ሽም ዘይብሉ ቁጽሪ ቴሌፎን እዩ ድመጻልኩም ኣብዛ ማእከለይቲ ፎን ናምበር ትብል ደላ እቲ ቁጽሪ ቴሌፎን ይመጻልኩም ታይም እቲ ዝተደወለሉ ሰዓት ሚስኮል ስለ ዝኾነ ዋላ ሓንቲ ግዜ ኣብዚ ዳሬሽን ድብል ደሎ ዋላ ሓንቲ ተኣሽሙ የብሉን ሕጂ ራይዎ ባክ ኢለ ክምለስ እየ ባክ ኢለ ክምለስ እየ ኤክስፖርት ምስ በልኩሞ እንድሕር ደይ ረኺብኩሞ ኣብዚኣ ለኣ ተሓተወይቲ ትርእይዋ ኣለኹም ናይ ፎልደር ዘኸባብ ፎልደር ምልክት እታ ፎልደር ትትንክፍዋ ኦኬ ጀስት ዋን ትብልዎ ኣብዚ ኣብዚ ነለኩም መንግስ ሓደ ኢለ መዝጊብያ ነይረ ምሽ መንግስ ሓደ ኢለ ኣብዚኣ ነለት እዚኣ ምስ ተንከፍክዋ ኣብ ሞባይለይ ይስነድ ማለት እዩ እዚ ሐራይ ባክ ኢለ ክምለስ እየ ካብዚ ከነሕፅሮ እቲ ትምህርቲ ብድሕሪኡ ኣነ ኣነ እንድየ ደው ኢለ ድብል ደለኹ ኣነ ዝደወልክዎ ጥራይ ቼክ ገብር ሐራይ ቼክ ግበረለይ ክብሉ እየ ኤክስፖርት ፒዲኤፍ እዚኣ መንግስቲ ታሽሙ ዘላ ዓሰርተ ክልተ ክንገብራ ኢና ምስቲኣ ከይትተሓዋወስ ማለት እዩ። ግዜ ከኣ ኣብዚ ላዕሊ ኣብዚ ላዕሊ ትርእይዎ ኣለኹም ካብ መዓስ ክሳብ መዓስ ጽሒፍለይ ከም ዘሎ ናይ ሓደ ዓመት እዩ እዚ ኣብ ላዕሊ ናይ ሓደ ዓመት እዩ ኣነ እንድሕር ካብኡ ዝሓለፈ ምረፀለይ ተይለ ከዓኒ ከምፅኣለይ ይኽእል እዩ ማለት እዩ ኣብዚ ትሪእዎ ኣለኹም ካብ ከምዚ እንዳበልና ከንምዝግብ ንክእል ኢና ሕጂ ግን ንሱ በታ ጌርዋ ደሎ ናይ ሓደ ዓመት እዩ እዚ በታ ናይ ሓደ ዓመት ክንከድ ኣብዚ ላዓልዋይ ግን ክትቀያይርዎ ትክእሉ ኢኩም ንስኩም ኣነ በታ ናይ ሓደ ዓመት ከሪኤኩም እየ ኤክስፖርት ቱ ፒዲኤፍ ክብሉ እየ ኦኬ ነለኩም ኣብ ውሽጢ ገለ ሰከንድ ኣብ ውሕዳት ሰከንድ ይደምጻልኩም ከም ትሪእዎ ዘለኹም ትሪእዎ ኣለኹም ከንደይ ገጽ ኣምጺለ እዚ ብሙሉኡ ዕስራን ሽዱሽተን ገጽ ኣነ ዝደወልኩዎ እዩ ኣብ ውሽጢ ሓደ ዓመት ማለት እዩ እዚ ግን ዝግብለኩም ዘለኹ ኣብ ናይ ሰለስተ ሃገር ተኣሽሙ ኣለዎ ናይ ሰለስተ ሃገር ቴሌፎን ኣለዎ ናይ ኤርትራ ዝተጠቀምኩሉ ኣሎ ናይ ዩጋንዳ ዝተጠቀምኩሉ ኣሎ ሕጂ ከዓ ኣብዚ ዝጥቀመሉ ኣሎ ማለት እዩ ሐረይ እዚኣ ባክ ከነብላ ኢና እቲ ካልእ ኸኣ ከምኡ ዝተደወለና እንድሕር ኢልናዮ ኸኣ ከምኡ ዝተደወለና እስኪ ኦኬ ይቕሬታ ዝተደወለና ኢልና ምስ ቀየርናዮ ኸኣ እዚኣ ክንውስኸላ ኣለና ቁፅሪ እቲ ኮድ ክቕየር ሓደ ክልተ ሰለስተ ጌርና ኣለና ንሀለ ዝተደወለና ክንደ ደቂቕ ኣብዚ ትሪእዎ ኣለኹም እቲ ዱሬሽን ድብል ዘሎ ኣብኡ ዝደወልኩምዎ ዝተዘራረብኩምዎ ግዜ ምዝጉብ እዩ ኣብዚ ኣለኩም ትሪእዎ ኣለኹም ክልተ ደቂቕን ሸውዓተ ሰከንድን ሰለስተ ደቂቕን ገለ ብምሉእ እዚ ማለት እዩ ከምኡ እንዳበለ ይምዝግበልኩም እዩ ናብ መን ደዊልኩም መዓስ ደዊልኩም ዕለት ኣለዎ ኣብዚ ኣብዚ እዚ ብለር ገይረዮ ደለኹ ቴለ ቴሌፎን ናምበራት እዩ ንዓኹም ኣይጠቕመኩምን እዩ ናምበር ቴሌፎን እዩ እዚ ከምዚ እንዳገበርኩም ዝኾነ ቼክ ክትገብርዎ ትደልዮ ነገር እንድሕር ኣሎ ቼክ ክትገብሩ ትኽእሉ ኢኹም ብሕፅር ድበለት ግን እዚኣ ትመስልታ ናይ ሎማዓንቲ ትምህርቲ እታ ኣፕሊኬሽን ኢ ቱ pdf backup እያ ትበሃል እዚኣ ኢልኩም ዳውንሎድ ጌርኩም ሓንሳብ ምስ ተጠቀምኩምሉ ክትድምስስዎ ትኽእሉ ኢኹም ኣብታ ተድልየኩም ግዜ ከኣ እንደገና ዳውንሎድ ጌርኩም ትጥቀምሉ ናይ ሎምዓንቲ ትምህርትና እዚኣ ትመስል ነይራ ሓውኩም መንግሴ ብኻልእ ትምህርቲ ብኻልእ ስራሕ ክሳብ ንራኸብ ደሓን ኩኑ ብሩኽ መዓልቲ